ነዊሕ ከይከደ ብማዕዶ ብርክ ዝበላ መካይን ደው ኢለን ምስ ተዓዘበ ኸኣ ገል ሓደጋ ዘጋጠመ መሲልዎ ናህሪ መኪና ነክዩ ናብ የማነ ጸጋሙ እንተጠመተ ግና ብረት ዝተሓንገጡ ወተሃደራት ክንቀሳቐሱ ተዓዚቡ። መብራህቲ ናይተን ደው ዝበላ መካይን ነቲ ከባቢ ናብ ፀሓይ ቀትሪ ቀይርዎ ስለ ዝነበረ ይፍትሹ ከም ዝነበሩ ምርኣይ ኣይጸገሞን። ብፍርሒ ተዋሒጡ ንድሕሪት ክምለስ ቁሊሕ እንተበለ፣ ድሮ ብርክ ዝበላ መካይን ስለ ዝተደረብኦ፣ ነቲ ሓሳብ ብኡ ንብኡ ኣዋዲቕዎ። መሬት ከም ኣፍ ዑንቂ ጸቢባቶ ንገለ ካልኢታት ድሕሪ ምዕልባጥ፣ ካብ መኪና ወሪዱ ኣብ ቅድሚኡ ናብ ዝነበረት መኪና ብምቕራብ፣ ዋእ ናይ ደሓን ድዮም ደኣ ዋላስ ዘጋጠመ ሓደጋ ኣሎ? ክብል ገርሂ ተመሲሉ ሓቲቱ። እቲ ምስ ካልኣይቱ ዘዕልል ዝነበረ መንእሰይ። ዝፈለጥናዮ ነገር እኳ የለን፣ እንተ ኸም ዝረኸቦም ግን ይፍትሹ ኣለዉ። ክብል መሊሱሉ ብዙሕ ከይተገደሰ። ካብ ዝፈርሖ ኣይወጸን። ኣብ ተፍትሽ እንተ በጺሖም ኣብ ባኮ ዘሎ ምስጢራዊ ጽሑፋቱ ክረኽብዎ ምዃኖም። ርክስ ነይሩ። ብዝፈጸሞ ዓቢ ሸለልትነት እናተጣዕሰ ከኣ ሓሳባቱ ክጥርንፍን ብግቡእ ክሓስብን ፈቲኑ። ልብ ወለድ ዛንታ ሮዛን ሰሌን።

ንገለ ካልኢታት ድሕሪ ምዕልባጥ፣ ካብ መኪና ወሪዱ ኣብ ቅድሚኡ ናብ ዝነበረት መኪና ብምቕራብ፣ ዋእ! ናይ ደሓን ድዮም ደኣ? ዋላስ ዘጋጠመ ሓደጋ ኣሎ? ክብል ገርሂ ተመሲሉ ሓቲቱ። እቲ ምስ ካልኣይቱ ዘዕልል ዝነበረ መንእሰይ፣ ዝፈለጥናዮ ነገር እኳ የለን፣ እንተ ከም ዝረኽቦም ግን ይፍትሹ ኣለዉ። ክብል መሊሱሉ ብዙሕ ከይተገደሰ። ካብ ዝፈርሖ ኣይወጸን። ኣብ ተፍትሽ እንተበጺሖም ኣብ ባኮ ዘሎ ምስጢራዊ ጽሑፋቱ ክረኽብዎ ምዃኖም ርግጽ ነይሩ። ብዝፈጸሞ ዓቢ ሸለልትነት እናተጣዕሰ ከኣ ሓሳባቱ ክጥርንፍን ብግቡእ ክሓስብን ፈቲኑ። ነታ ጽሑፍ ዝሓዘት ባኮ ካብ መኪና ኣውጺኡ ኣብ ወሰን እቲ ጽርግያ ክድርብያ ወሲኑ። ኣብ ቅድሚኡ ደው ኢላ ዝነበረት መኪና ተንቀሳቒሳ ቦታ ምስ ሓደገትሉ ግና ብድሕሪኡ ዝነበረ በዓል መኪና ነዊሕ ክላክ ስለ ዘስምዐ በቲ ሕማቕ ኣጋጣሚ እናንጸርጸረን ኣብ ነፍሲ ወከፍ ካልኢት ናብ ሞት ዝቐርብ ዘሎ ገንሸል ኮይኑ እናተሰምዖን መኪንኡ ኣቕሪብዋ። ኣብ መንጎኡን ኣብ መንጎቶም ዝፍትሹ ዝነበሩ ወተሃደራትን ክልተ መካይን ጥራየን ተሪፈን። ነቲ ኣዝያ ሓደገኛ ባኮ ምእላይ ዝነበሮ እንኮ ዕድል ድማ ሓንሳብን ንመወዳእታን ከም ዝቐሃመ ስለ ዝተጋህደሉ ተስፋ ቆሪጹ እንታይ ከም ዝገብር እምብዛ ሓርቢትዎ። ጸበባ ብልሓት ይፈጥር ከም ዝበሃል ግና ሓደ መፍትሒ ይኸውን ዝበሎ ሓሳብ ኣቐልቂሉ ንሱ ኸኣ እታ መኪና ናይ ቤት ማሕተም ንግድ ከም ዝኾነት መፍትሕ ኮፎኖ ድማ በጋጣሚ ምስኡ ከምዚ የለ ዝብል ናይ ምትላል መልሲ ክህቦም ዝብል ነይሩ። እንተገደደ ከኣ ሰቢርና ክንከፍቶ ኢና እብሉ ኮኑ። ኣብኡ እንተበጺሕና ከኣ እሞ ካብ ትሰብርዎስ መኪና ኣብዚ ገዲፈያ ካብ ስራሕ መፍትሒ ከምጽእ ክኸይድ ኢለ ክውከሶም እሞ ሕራይ እንተኢሎምኒ ከኣ ብወ ኣቢለ ህልም ክብል እኽእል እየ። ሕራይ በል መኪና ጥራይ ግደፋ ክብሉኒ ግን ኣለዎም። ከምኡ እንተዘይኢሎምኒ ግን ኢሉ ብዓቕሊ ጽበት ንሓደ ግብራዊ ዘይኮነ ሓሳብ እናተኣንገደ ከሎ፣ ቅድሚኡ ዝነበረት ታክሲ ንተፍትሽ ቀረበት እሞ፣ ኣብኣ ዝነበሩ ተሳፈርታ በብሓደ ክወርዱ ተዓዚቡ። እቶም ወተሃደራት ንበዓል ታክሲ ከዘራርቦ ከለዉ፣ ክሰምዕ ኣእዛኑ ኩር ኣቢሉ። እንተኾነ ድምጺ ሞተረ ምስማዕ ስለ ዝኸልኦ ሞተረ ኣጥፊኡ ብመስኮት ብምቕልቃል ዝበሃል ክሰምዕ ኣእዛኑ ክጸሉ ፈቲኑ። በዓል ታክሲ ነቲ ዘጉባዕብዓሉ ዝነበረ ወተሃደር እሺ ጌታየ! ኢሉ ኮፎኖ ክኸፍተሉ ከሎ፣ እቶም ዝተረፉ ክልተ ወተሃደራት ድማ ንታክሲ ማዕጾኣ ከፊቶም ነታ ታክሲ ውሽጣን ውሻጣን ክገላብጥዋ ከለዉ ተዓዚቡ። ሽዑ ሻቕሎቱ እናወሰኸ ስለ ዝኸደ ኦሮማይ ምውጽእ የለን እናበለ ኢዱ ዓሚኹ ንመሪሕ መኪና ኣትሪሩ ሃሪምዎ። ኣብ ህይወቱ ዝኾነ ጸበባ ወይ ዘስግእ ሓደጋ ኣጋጢምዎ ዘይፈልጥ እኳ እንተነበረ፣ ብድፍረት ዝመጸ እውን ምኩሕ'ዩ ነይሩ። እቲ ኣብ ልዕሊኡ ዘንጸላሉ ዝነበረ ሓደጋ ቀሊል ኮይኑ ስለ ዘይተሰምዖ ግና ናውቲ ከብዱ ክዘራረግ ጀሚሩ። እቶም ወተሃደራት ረኺብናዮ ብምባል ብሰደፍ ጠበንጃ እናደጉደጉ ናብ ቤት ማእሰርቲ ክወስድዎ፣ በዓል መን ኣለዉ ምሳኻ እናበሉ ክገርፍዎ፣ ኣብ ረሳሕ ማይ ከጥሕልዎን ከብዲ እግሩ ክዘብጥዎን ህያው ኮይኑ ተራእይዎ። ቀንዲ ስግኣቱ ግና ከይግረፍ ወይ ከይቅተል ኣይነበረን። ዘጃጅዎ ነገር እንተ ነይሩ፣ ኩነታት ዘፍቅራ በዓልቲ ቤቱን ፍቕራ ዘይጸገቦ ፍረ ወይኒ ጓሉን እዩ ነይሩ። ንሱ ነቲ ኹሉ ስቓይ ተጻዊሩ ድሕሪ ምሕላፉ፣ ኣብ መቓብር ዘዕረፈሉ እዋን፣ ክሳቐያን ከልበትበት ክብላን ከም ስእሊ ስለ ዝተራእዮ፣ ቅድሚ ዓመት ኣቢሉ፣ ሃብቶም ዓርኩ ክውድቦ ከሎ ዝተዘረበን ቃላት ኣብ እእዛኑ ከቃልሓ ጀሚረን ከሎ ግና ኸኣ መኪንኡ ዋና ዘይብላ ጠንጢንዋ ዘይከደ ብጣዕሳ ኩምትር ኢሉ ኮነ ኢሎም ንዕኡ ዝደልዩ ዘለዉ ኮይኑ ስለ ዝተረድኦ ኸኣ መን ኮን ሓቢርዎም ይኸውን ንዝብል ሕቶ ክምልስ ኣብ ሓሳብ ጥሒሉ ከሎ፣ ታክሲ ተፍትሽ ወዲኣ ተበቊጻ። ብድሕሪኡ ዝነበረት መኪና ቢብ ዝብል ድምጺ ምስ ኣስምዐት ከኣ ካብ ሓሳቡ ብምግልጋል እናተራገመ መኪና ኣቕሪቡዋ። እቶም ወተሃደራት ኮፈነ ሴሮም ነቲ ጽሑፍ ምስ ረኸቡዎ፣ እንታይ'ዩ? ኢሎም ከሰራጥይዎን እናጋፍዑ ክወስድዎን ስለ ዝተራእዮ ህርመት ልቡ ናህሪ ወሲኹ። ሕርቃንን ብስጭትን እናተሓዋወሶ ብመስኮት መኪንኡ ተቐልቂሉ። ሽጉጥ ዝዓጠቐ ሓላፊ ናይቶም ዝፍትሹ ዝነበሩ ወተሃደራት ዝመስል ሰብ ናብኡ ምስ ቀረበ ከኣ። ጤና ይስጥልኝ! ኢልዎ ተዛንዩ ዘሎ ብምምሳል። እቲ ከብዳብ ሰብኣይ ግብረ መልሲ ክህቦ ከይተገደሰ። መኪናው የማን ነው ጌታው። ክብል ተወኪስዎ ብጎርናን ድምጺ። የንግድ ማተቢያ ቤት ነው ጌታዬ። መሊስሉ ሰለሙን ስልጥ ኢሉ። እዛ ነው የሚሰሩት? ሓቲትዎ ትርር ብዝበለ ቓና። እታ ሕቶ ንግዜኡ ኣብ ሰብነቱ ቀዝሒ እኳ እንተፈነወትሉ፣ ልክ ነው፣ የቴክኒክ ሃላፊ ነኝ፣ ክብል ገለ እንተሓገዞ ኢሉ መዝነቱ ወሲኹ ነጊርዎ። ቁሩብ ሕስብ ኣቢሉ ከኣ፣ ኣሕ! ሓላፍነተይ ክነግሮ ኣይነበረን፣ ንዓይ ይደልዩ ነይሮም እንተኾይኖም እኮ ባዕሉ ይሕብሮም ኣለኹ ማለት እኮ እዩ፣ ኣሕ! ኢሉ ብምሕሳብ ብጣዕሳ ኩምትር ኢሉ። እቲ ወተሃደር ምስቶም ኣብ ጥቕኡ ዝነበሩ ብጾቱ ገለ ሰለሙን ዘይሰምዖ ቃላት ድሕሪ ምዝርራብ ገጹ ገልቢጡ፣ ኢዱ! ኢልዎ! ሰሎሞን እቲ ዝነበሮ ውጡር ስምዒትን ድምጺ ሞተርን ተደማሚርዎ፣ ይሂዱ ዘይኮነ ይውረዱ ዝበለ መሲልዎ ምስ ሕልንኡ ተፋሪዱ። ኣብታ ሓጻር ህሞት፣ ዝገበሩ ይግበሩ ንኻድምዶ ወሪደዶ ዝብሎ ክሰምዖ ኣብ ዝብል ሓደገኛ ኮይኑ፣ ዝተሰምዖ ኣማራጺታት ተቐርቂሩ ምውሳን ስኢኑ። እተን ውሑዳት ካልኢታት ከም ጎማ ተመጢጠን ሰዓታት ኮይነን ተሰሚዐንኦ። ዕድሉ ጸቢቑ። ኣንታ ሰውየው! ቀጥል እንጂ ምን ትጠብቃለህ? መንገድ ዘጋህ እኮ! ዝብል ተሪር ድምፂ ሰሚዑ ቁሊሕ እንተበለ እቲ ሽጉጥ ዝዓጠቐ ወተሃደር ፈጠን በልና በታውን ልቀቅ ጤና የለህም እንዴ እናበለ ኣብ ድሕሪኡ ናብ ዝነበረት መኪና ገፁ ብቐስታ ክስጉም ከሎ ርእይዎ ሰሎሞን ክሃድም ክፍትን ኣድራጋ ጠያይት ከዝንብሉ ምስ ካልኦት መካይን ክጋጮ ክረኣዮ ከም ዘይጸንሐ ኣብ ኩርሲ መኪንኡ ኮፍ ኢሉ ድምጺ ሞተረ ክሰምዕን እቲ ወተሃደር ተበገስ ክብሎን ኩሉ ቅጽበታዊ ሕልሚ እምበር ጋህዲ ኮይኑ ኣይተሰምዖን። ካብቲ ኩነተ ኣእምሮቲ ከይወጸ ከሎ ከኣ ማርሻ እትዩ ብህድኣት ተበጊሱ። ካብቶም ወተሃደራት ገለ ሚእቲ ሜትሮ ኣቢሉ ምስ ረሓቐ ከኣ ዙሑል ንፋስ ክወቕዖ ጀሚሩ። ኣብቲ ቀንዲ ጎደና ምስ ተሓወሰ ኣመና ተወጢሩ ዝነበረ ጀማውቱ ተፈታቲሑ ኡፍ ተመስገን ኣምላኽ ቧእ ኢሉ ድሕሪ ምስትንፋስ ከኣ ናህሪ ወሲኹ ኣብ ቅድሚኡ ንዝነበራ መካይን እናሓለፈ ኣብ ካዛንቺስ በጺሑ ሰሎሙን ዶንጊዎ ክሻቐል ዝጸንሐ ሃብቶም ዋ ነዳሕ እንዳቐታሰለ ተሰኪፈ እንደ ጸኒሐ ሓቲትዎ ከም ህውኽ ኢሉ ስቕ እባ በል ናይ ሎሚ ምሸት ጸገም ስኒ በይኑ እዩ ካብ ኣፍ ሞት እኮ የምሊጠ እወይ ስጋ ስዩም ተመሊሰ ክዝክሮ ከለኹ ሕልሚ ኮይኑ እኮ ይስምዓኒ እምቧዕ ኣታ እንታይ ትብል ኣለኻ እታ ሓቲቱ ሃብቶም ስምባደ ብዝዓብለሎ ቓና ነታ ብርክ ዝበለ ጽሑፋት ዝሓዘት ባኮ እናንበረ ዳግማይ ኡፍ ተመስገንካ ኣምላኽ ባእ ኢሉ ድሕሪ ምስትንፋስ ነቲ ሽዑ ምሸት ዘጋጠሞ ዘርዕድ ኩነታት ሓደ ብሓደ ዘርዚርሉ ሃብቶም ዓይኒ ዓይኑ እናጠመተ ብትዕግስትን ስክፍታን ክሰምዖ ጸኒሑ ዘረብኡ ምስ ወድእ ኸኣ ቧዕ ኣታ ሰለይ ዓርከይ ልበይ ሰቒልካዮ ጸኒሕኻ ብእውነት በል እንቋዕ ብሰላም ወጻእካ እምበር ዓቢ ጌጋ ኢኻ ፈጺምካ ኔርካ። ድሕሪ ሕጂ ተኹሲ ብትሰምዓሉ ግዜ እቲ ዘለኻዮ ቦታ ዘተኣማምን ተኾይኑ ኣብኡ ጽንሕ። ካብኡ ተረፈ ግን ኣብ ክንዲ ናብ ቤተ መንግስቲ ገጽካ ናብ ገዛ ክትቅጽል ኔርካ። እዛ ድፍረት እዚኣ ሓደ መዓልቲ ኣብ ከቢድ ሓደጋ ከተውድቐካ እያ። ኣብ ከምዚ ዓይነት ተኣፋፊ ስራሕ ናይ ኮንዶኾም ፈተና ኣይትፍጽምን ኢኻ። ካልኣይ ነገር ኣብ ዕድል ክትምርኮስ ዘይኮነ ኣዚኻ ጥንቁቕ ክትከውን እዩ ዘለካ። ክብል ኣትሪሩ ገኒሕዎ። ኣታ ሃብቶም ካብ ዘምሰኽዎ ዝኸፈ ነገር እንታይ ኣሎ ድዩ? ፈትየ ድዩ መሲልካ? ናይ ኣጋጣሚ ነገር እኮ እዩ። ብዝኾነ ግርም መለበሚ ኮይኑኒ ኣሎ። ኣብ ብርቱዕ ጸበባ ክትወድቕ ከለኻ እሞ ከኣ ሓንቲ ነገር ክትገብር ኣብ ዘይትኽእለሉ ግዜ ክንደይ ይኸፍእ እዩ በጃኻ? ጉድ እኮ እዩ ዝኾነካ። ብኡነት እብለካ ኣለኹ እታ ዓሰርተ ደቒቕ ዘይትመልእ ኣዝያ ሓጻር ግዜ ልክዕ ከም ዝምዋእል ኮይና እያ ተሰሚዓትኒ ነይራ። ተመሊሰ ክሓስቦ ከለኹ ምእማኑ እዩ ዘጸግመኒ በጃኻ። ቧዕ ናይ ሎምስ ግደፎ ደኣ። ደሓን እዩ ሰሌ። እዚ ናይ ሎሚ ኣጋጣሚ ዓቢ ትምህርቲ ክኾነካ ተስፋ እገብር። እቲ ተኹሲ ኣነ እውን ሰሚዐ ነይረ እየ። ብዛዕባ ኩሉ ግና ጽባሕ ድሕሪ ጽባሕ ክነጻርዮ ኢና። ሕጂ ግና ሮዛ ከይጽበየካ ተበገስ ጥራይ። ሰለሙን ሰዓቱ እናረኣየ እቧቧቧቧቧቧ ናይ ሎምስ ንበይኑ እዩ ሮዛ እውን ኣዝያ ተሻቒላ ትህሉ እያ ብፍላይ ነቲ ተኹሲ እንተሰሚዓቶ ትጽልል ትህሉ እናበለ ድሕሪ ምትንሳእ ተታሒዘ እንተዝነብር እኮ ሮዛ ፈጺማ ሰብ ኣይምኾነትን ነይራ ስማዕ እስኪ ዕድላ ገይርዎ እምበር ካብ ከምዚ ዓይነት መጻቢ ክትወጽእ እኮ ዝሕሰብ ኣይኮነን ኢሉ ንሃብቶም ቀዲምዎ ናብ ኣፍ ደገ ኣምሪሑ። ቻው በል ተበሃሂሎም ምስ ተፈላለዩ፣ ኣብ ምስጢራዊ ስርሓት ቃልሲ ምስታፍ ማዕረ ክንደይ ሓደገኛ ምዃኑ ንመጀመርያ ግዜ እናተሰቑሮን ነቲ ሽዑ ምሸት ዘጋጠሞ ፍጻሜ ኣብ ኣእምርኡ እናንጀባረረን ኣብ ገዝኡ በጺሑ። ሮዛ ዘይኣመሉ ደንጒዋ ብውሽጣ ክትቁሎ ጸኒሓ ድምፂ መኪና ምስ ሰምዐት በተኪላ ናብ ኣፍ ደገ ብምቅድዳም ኢድ ተሰለ ሓወይ
ኢላ ኣብ ምዕጉርቱ ድሕን ምስዓም እዎ እንታይ ደኣ ዶንጊኻ እንታይ ረኺብዎ ኢለካ እንተሻቕ ኢለ እንደ ምሴ ኢላቶ ዓይን ዓይኑ እናጠመተት ፍልልይ ናይቲ ቐድሚ ሰዓት ዝነበረ ጸበባ ዝመልኦ ኩነታት ምስቲ ብሩህ ገጽ ናይቲ ኣዝዩ ዘፍቅራ በዓልቲ ቤቱ ኣመዛዚኑ ፍሽኽ ድሕሪ ምባል ከኣ ኣቲ ሮዜ በጋጣሚ እንዲና ምስ ሃብቶም ዝተራኸብናስ ሓደ ካብ ኣስመራ ዝመጸ ናይ ቀደም ዓርክና ረኺብና ሌፍ ክንብል ከይተፈለጠና ዶንጊና ይቅርታ ፍቅር ኢሉ ኣብ ምዕጉርታ ምስ ሰዓማ ኢድ ንኢድ ተተሓሒዞም ናብ ሳሎን ኣምሪሖም ሰንበት ንግሆ ጸሓይ ከምቲ ንቡር ድሙቕ ብርሃና ሰዲዳ ነይራ። ሰሎሙን ንሮዛ ካብ ቤተ ክርስቲያን ሒዝዋ ናብ ገዛ እናተመልሰ ከሎ ካብ ባር ኦመድላ ሕልፍ ምስ በለ ንጥላሁን ብማዕዶ ኣስተውዒሉሉ። ኣብ ጥቕኡ ምስ ቀረበ ኸኣ መኪና ደው ኣቢሉ ኢታ ጥላሁን ከመይ ሓዲርካ? ክብል ሰላምታ ኣቕሪቡሉ፣ ጥላሁን ናብ ኣቶም ገጹ ብቐስታ ብምስጓም፣ ኣምላኽ ይመስገን ሰሌ፣ ኸመይ ኣርፊድኩም? ድሕሪ ምባል ከኣ፣ በየን ገጽኩም ኢኹም ደኣ ኣብ ቤተ ክርስቲያን ከም ጸናዕኩም ተረዲኡኒ ኣሎ። ብዝኾነ ወይዘሮ ሮዛ፣ ሎሚ ይቕሬታ ግበርለይ ሓደ ነገር ክልምነኪ ኢልዋ በተን ስሙራት ኣስናኑ እናስሓቐ፣ ኣብ ጉዳይ ወርቂ ንዓኣ ሓራ ንምግባር ዝተጻወቶ ተራ ብቐሊል ስለ ዘይትጥምቶ።
ዝኽእሎ ጥራይ ይኹን ኣቶ ጥላሁን። ክትብል መሊሳትሉ። በሊ ደሓን ኣብ ዝርዝር ከይኣተኹ

ኣንስቲ ሎሚ ዘበን ሓያላት ኢኽን። ምሸት ክንራኸብ ከለና ሮዛ በይና ከይትኸውን እናበለ ሓዲጉኒ ናባኺ እዩ ዝግስግስ። ክገርመኪ ሓደ ሓደ ግዜ ሓቁ ይመስለንን እዩ። ወላ ነዛ ሓንቲ ብርጭቆ ብደው ስተይልካ እዩ ሕራይ ዘይብለካ። ከመይ ድዩ ነገራት ኢለ እየ ዝግረም። ኣየ ጋሼ ጥላሁን ከምኡ እንተዝኾነለይ እሞ ክንደይ ጽቡቕ ነይሩ። ካልእ ይትረፍሲ ሰጥ ኢሉ ናብ ቤተክርስትያን ከም ዝኸይድ ምገበርክዎ ነይረ። ክትብል ተዋዚኣቶ ካብ መኪና ወሪዳ ናብ ገዝኣ ኣምሪሓ። ሰለሙን ምስ ጥላሁን ከዕልሎ ዝደለየ ነገር ስለ ዝነበሮ ናበይ ገጽና ኢና ጥላሁን ናብ ኣራት ኪሎ ዶ ንኺድ ኢሉ ኣብ መኪና ክድይብ ተጸቢዎ ኖኖኖኖ

ደሓር ድማ ንጸጋም ገጾም ተዓጺፎም ኣብ ሓደ ብጸበብቲ መገድታት ዝቆራረጽ ቦታ ምስ በጽሑ መኪና ኣብ ሓደ ኩርናዕ ደው ኣቢሎም እናወረዱ ከለዉ ክልተ መንጠልጥሎ ዘለዎ ስረታት ዝተኸድኑ ትርንዕ ዝበሉ ደቂ ሸውዓተ ዓመት ቆልዑ ጋሼ ጥላሁን ጋሼ ጥላሁን መጣ ጋሼ ጥላሁን መጣ የዳቦ ሳንቲም ሊሰጠን ነው ጋሼ ጥላሁን እናበሉ ናብኣቶም ብምጉያይ ብኽልቲኡ ጎድኑ ኣእዳዉ ሒዞሞ ምኻድ ጀሚሮም። ጥላሁን ኢዱ ናብ ጅብኡ ሰዲዱ ሕሕርካሞም ድሕሪ ምሃብ ጎሽ ልጆች ኣሁን እንግዲህ መኪናውን ጠብቁ ኢሉ ኣፋኒዎም። ካብኡ ነቲ ጓሓፍ ዝተኾመሮ ረሳሕ ከባቢ ሓሊፎም ኣብ መሬት ረፋዕ ኢሎም ዝጻወቱ ዝነበሩ ጃዕባባት ቆልዑን ባለ ፊልተሩ ኪንግ ሳይዝ ንያላ ኣጭሱ ዝብል ጽሑፍ ዝተለጠፋ ነቀይ ነቀይ ትብል ኪዮስክን ንጎኖም ገዲፎም ኣብ ሓንቲ ብማዕዶ ክትሪኣ ከለኻ ባር ክትብላ ተጸግም ዘልኣለም ደስታ ቡና ቤት ዝብል ጽሑፍ ዝነበራ ባር ኣትዮም ኣብ ቀዳማይ ክፍሊ ንዝጸንሕዎም ሕብራ ዝሃሰሰ ባርኔጣ ዝነበረቶም ምስ ሓደ ሕጽር ኢሎም ካልኣዮም ኣረቂ ክሰትዩ ዝጸንሕዎም ሽምግል ዝበሉ ገጾም ጽሙእ ሰብኣይ ሓሊፎም ድማ ናብ ካልኣይ ክፍሊ ቀጺሎም ኣብኡ ዝጸንሐት ውቅጥቲ ክሳድ ብምውቕ ሰላምታ ተቐቢላ መሪሓቶም ናብ ሓንቲ እርግ ዝበለ ሶፋ ዝነበራ ውሻጠ ትመስል ጽብብ ኢላ ክፍሊ ኣትያ ኣብራኾም ምስ ሰበሩ ኸኣ ምን ልታዘዝ ወንድም ጋሼ? ኢላቶ ንጥላሁን ነተን ከም ኣጅቦ ዝምጽዕዳወን ስሙራት ኣስናና ብኽምስታ እናጋለህት። ማእከላይ ሩግንን ቁመትን ዝነበራ ቀይሕን ምጭውትን ጎርዞ'ያ ነይራ። የኔ ኣለም ዊስኪ ዶ ክትብልና? ኢሉዋ ኣራጢቱ ኮፍ ምስ በለ። በደንብ እንጂ! ታዛዥ ነች የኔ ጌታ። ኢላ ገጻ ብምግልባጥ ሓዲጋቶም ናብ ተኣፊቶም ዝነበረ ብግቡእ ዘይተስርሐ ክሽነ ክትከይድ ተበጊሳ። ካብታ ዝነበርዋ ክፍሊ ከይወጸት ከላ ግና። ይቅርታ የኔ ኣለም ጠሚና ስለ ዘለና ድኻምኪ ከይጸብጸብኪ ከምታ ናይ ብቐዳማይ ጥዕምቲ ቁርሲ እንተትገብርልና ክንደይ ጽቡቕ ነይሩ። ይከኣል እዩ ምሽ? ኢልዋ ብሓውሲ ሕቶ። እረ
ደስ እናበለኒ ኢላቶ ዝባና ድሕሪ ምግልባጥ ኣይዶንገየትን ዊስኪ ሒዛ ከተፍ ብምባል ቀዲሓትሎም ቁርሲ ከተዳልወሎም ናብ ክሽነ ተመሊሳ ቁርሲ ሒዛ ክሳዕ እትምለሶም ኣብታ ሕብሪ መንደቓ ምፍላዩ ክሳዕ ዘጸግም ብዝተፈላለየ ካብ መጽሔታት ዝተቐደደ ገለ ክፋል ሰብነተን ጥራይ ናይ ዝተኸድና ጽቡቓት ደቂ ሔዋን ኣሳእል ምስሊ መላእኽትን ኣብ ንሓድሕዱ ብዝጋጮ ጥቕስታትን ተሰሊማ ዝነበረት ክፍሊ ዕላል ጀሚሮም ብቕርጺ ኣካላትን ቀይሕን ኣማኒ ጥላሃን ክግረም ዝጸንሐ ሰሎሞን እዋይ ጥላሃን እኮ ኣብዘይ ተኣትዎ ክብልካ ነዚ ቦታ እዚ ከኸመ ኢልካ ረኺብካዮ ክብል ተወኪስዎ ኣብ ቅድሚኡ ናብ ዝነበረት ፍቅር ኣበባ ነው ጋብቻ ፍሬ ነው ትብል ጥቕሲ እናጠመተ ኣላ ዘሌ ዝማዕዝጊ ኣብ ኣዲስ ኣበባ ዓብየ ነዚ ቦታ እዚ ክፈልጥ ተዘይክኢሉ እሞ ወዲ ኣዲስ ኣበባ ኣይኮንኩን ማለት እዩ ምናልባሽ ኣብ ከምዚ ዝበለ ናይ ደኻታት ዞባ ገስካ ተዛዊርካ ስለ ዘይትፈልጥ ክገርመካ ባህርያዊ ሓደ ክትፈልጦ ዘለካ ግን ወዲ ሰብ ነዛ ነብረላ ዘለና ዓለም ክቕይራ እንተኾይኑ መጀመርያ ውሽጣን ውሻጢኣን ክፈልጣ ከም ዘለዎ ክትርዳእ ኣለካ ግን ናብ ከምዚ ዓይነት ቦታ ምምፃእ ዘየዘውትር ሰብሲ ንዓለም ክፈልጥ ኣይክእልኒ ክትብል ዘለካ ኮይኑ ተሰሚዕኒ ኣታ ሰለ ኣይተሓዘለይ እምበር ዋላ እንተፈለጥካ እያ ከፊላዊ ፍልጠት ጥራይ ስለ ዝኸውን እወ ዝብል መልሲ የኸበካ ምኽንያቱ ሕብረተሰብና ተስዓ ካብ ሚእቲ ርሂጸ በላ እዩ። ነዚ ከተበራብሮ እንተኾይንካ ድማ ሃንቀውቱ፣ ስምዒቱ፣ ሽግሩ፣ ባህጉ፣ ኣተሓሳስብኡን ተስፉን ከተጽንዖ ኣለካ። ነዚ ድማ ካብ መጽሓፍ ወይ ካብ ጋዜጣ ዘይኮነ ኣብ ቦትኡ ብምኻድን ንዕኡ ብምምሳልን ኢኻ ትረኽቦ እትኽእል። መብዛሕትኦም ፖለቲከኛታት ግና ከምኡ ይገብሩን እዮም። ምኽንያቱ ነቲ ህዝቢ ዘይኮነ ነቲ ገዛእ ደርቢ እዮም ዝውክሉ። ንኹሉ ነገር ድማ ካብ መጽሓፍን ካልእ ሰብን ካብ ዝቐረበሎም ጸብጻብ እዮም ዝደልይዎ። ብሓጺሩ ኣብ ክንዲ ጭቡጥ ነገር ክልሰ ሓሳብን ፕሮፓጋንዳ ነብዝሑ ንሱ እዩ ኸዚ ዝዓበየ ጌጋ ስለዚስ ነዞም ጽቁታት ደርብታት ኣብዚ ቦታ እዚ ትረኽቦምን ተጽንዖምን ነርካ ማለት ድዩ ብምባል ዳግመ ሕቶ ኣቕሪብሉ ሰለሞን ኣብዚ ጥራይ ዘይኮነስ ኣብ ዝነብሩሉ ሻውላት እውን እረኽቦም ነይረ። ብሰም ኮም ከኣ ነዚ ቦታ እዚ ክፈልጦ ክኢለ። ሓንሳብ ምስ ፈለጥክዎ ድማ ሓቢርና ዳርጋ ናብ ክለብና ቀይርናዮ። ቅድሚኡ እዚ ቦታ እዚ ግባና ቅመሰው ጠጅ ቤት እናተባህለ ዝጽዋዕ ፍሉጥ እንዳ ሜስ እዩ ነይሩ። እዛ ትርያ ዘለኻ ድማ ሽዑ ገና ጡብ ዘየቐልቀለት ጓል 15 ዓመት እያ ነይራ። ብድሕሪኡ ግን ቅድሚ ኣርባዕተ ዓመት ምዃኑ እዩ ወላዲታ ብሃንደበታዊ ሕማም ምስ ሞተታ በብዓቕምና ክነተሓጋገዛ ግድነት ኮይኑና። ዘለኣለም ደስታ ቡና ቤት ዝብል ስም ኣጠሚቓ ከኣ ናብ ዝትርእዮ ዘለኻ ባር ቀይራቶ። እባ ኣታ ንስኹምሲ ዘይትገብሮ ብልኩም ካበይ መሃዝኩም ኸትስም ስም ምረጹለይ ምስ በለትና፣ ኣርባዕተ ሰባት ኣብዚ ክፍሊ'ዚ ኮፍ ኢልና ዘዝመስለና ስም ክንጠቅስ ጀሚርና። ኣብ መወዳእታ ሓደ ካባና፣ ኢትዮጵያ ለሶማልያ ቅንጣት መሬት ኣትሰጥም ቡና ቤት መሪጸላ ኣለኹ ዝብል ርእይቶ ሂቡ። ሓደ ካባና ግን ከምኡ ዝብል ስም ዘለዎ ባር ከም ዘሎ ስለ ዝሓበረና ግን ዝበዛሕና ነዚ ናይ ሕጂዚ ስም ክንመርጸላ ክኢልና። ቁርሲ መጺኡ እናበልዑ ከለዉ ኸኣ ካብዚ ቦታ ግን ንነዊሕ ግዜ ጠፊኻ ዝነበርካ ኢኻ ትመስል ሓቲትዎ ሰለሙን ዘልዓሉ እንጌራ ከይኮለሰ ዋዕ ካብ ምንታይ ተበጊስካ ደኣ ከምኡ ትብል ኣለኻ ኣንታ ክብላ ከም ጸናሕኩ ይሰምዓካ እንዲኻ ክብል ብሕቶ መሊስሉ ጥላሁን ንስኻ ዝበልካዮ ደኣ ሰሚዐዮ እንዴ ጠፊእኻ ክትብለካ ስለ ዝሰማዕኩ እየ ዝሓተካ ዘለኹ ክብል መሊሱ ሰለሙን ዝኽለሶ ውሒጡ ንሱ ደኣ ምናልባይ ስለ ተፍቅረኒ ክኸውን ይኽእል እዩ ንፍቁራት ሓንቲ ሰዓት እንተኾነት እውን ነዋሕ ክትኮኑም ትኽእል እያ እኮ ካብ ትፋለጡ ክንደይ ዓመት ኮይንኩም ኣሎ ካብ ንተዓራረኽ ጥራይ ሰለስተ ዓመት ቀሪብና ኣለና ሌላና ግና ገና ቆልዓ ከላ ዳርጋ ቅድሚ ሞት ወላዲታ እዩ ዝጅመር ኣየ ጥላሁን እዚኣ ትመስል ጓል ግን ዋና ባር እናኾነት ከላ ትምልኪ ካብ ትሪያ ተመሪሕካ እንተ ትነብር መሓሸካ ነይሩ እባ ክምርዓው እንተ ዘይደለኹኸ ስለምንታይ ከም ክትምርዓው ዘይደለኻ ኣንታ ሰሌ እንታይ ገዲሽኒ ኢኸ ናጻ ሰብ ዘይከውን ሞዚ ደኣ ምሳይ ፍቕሪ የብልካ እንዶ ኮይኑ ሰሌ ሰሌ ሰሌ ሎሚ ደሓንካ ኒኻ መስለኒ መርማሪ ፖሊስ እምበር ኮንካ ካልዕ ዕላል ስኢንካ ዲኻ ብዛዕባ ፍቕሪ ክንዚ ትመራመር ዘለኻ ምክንያቱ ብዛዕባ ምስጢር ናይ ፍቕሪ ክፈልጥ ደስ ስለ ዝብለኒ እየ እሞ ደስ ክብለካ ሕቶኻ ዘይምልሰልካ ኢሉ ዝኾለሶ መግቢ ድሕሪ ምውሓጥ ዘረብኡ ቀጺሉ ሓቂ ንምዝራብ ሓላፍነት ናይ ሰበይቲ ተሰኪመ ክነብር ከም ዘይክእል እዕሬ ስለ ዝፈልጥ ክምርዓው ኣይመረጽኩን ደሓር ከኣ ቃል ኪዳን ክበሃል ከሎ ቀሊል ሓላፍነት ከም ዘይኮነ እፈልጥ እየ ቃል ኪዳን ፍርቂ ናጽነትካ ድሕሪ ምርካብካ መሰል መጻምድትኻ እናሓለኻ እናኽበርካ ኣብ ጽኑዕ ቀይዲ ትኣትወሉ መስርሕ እዩ። ርግጸኛ እየ ኸኣ ተመሪዐ እንተ ዝነብር ይትረፍ ኽልተ ዓመት ክልተ ወርሒ ብሓደ ኣይምጸናሕናን ኔርና። ከምዛ ትርእያ ግን ኣነ ናጻ ንሳ ናጻ ኣነ ሕጉስ ንሳ ኸኣ ሕጉስቲ ብምዃን ተመሳጊንና ንኸይድ ኣለና። ኢሉ ነታ ኣንቆልቂላ ዝነበረት ብርጭቆኡ ጽጹ ኣቢሉ ካብታ ጥርሙዝ ድሕሪ ምቕዳሕ ኣፉ ብመሃረብ ሓቢሱ ዘረብኡ ብምቕጻል ካብዛ ሓሊፍካ ብዛዕባ እንታይነት ፍቕሪ እንተሓቲትካኒ ግን ኣረጋጊጸ ክዛርብ ዝኽእል ኣይመስለኒ ስለምንታይ እንተበልካኒ ፍቕሪ ዝብል ቃል ንባዕሉ ኣዝዩ ሕለኽለኽ ዝበለን ኣዝዩ ረቂቕን ኣምር ስለ ዝኾነ ዓሚቕ ትርጉሙ ብንጹር ይርዳእኒ ክብል ኣይደፍርን እንተበልኩኻ ዘጋነንኩ ኣይመስለንን። ብሓጺሩ ኣዳቒቐ ኣብ ዘይፈልጦ ኣርእስቲ ኣትየ ሃለውለው እንተበልኩ ትርጉም ኣልቦ ኮይኑ ይስምዓኒ። ሰለሙን ጥላሁን ዝዋዘ ዘሎ መሲልዎ እዋእ ክሳዕ ሎሚ ፍቕሪ እንታይ ምዃኑ ኣይፈልጥን እየ ትብል እንተሊኻ እሞ ጸወታ እዩ። ምኽንያቱ ይትረፍ ጥላሁን ተኣክል ምሁር ሰብ ተራ ሰብ እዩ ብዛዕባ ፍቕሪ ዝፈልጥ። ኣነ ድማ ብዛዕባ ፍቕሪ ውላድ፣ ፍቕሪ ወላዲ ወይ ፍቕሪ ሃገር ዘይኮነ፣ ኣብ መንጎ ወዲ ተባዕታይን ጓል ኣንስተይትን ክህሉ ወይ ከጋጥም ንዝኽእል ፍቕሪ ክሓተካ ጸኒሐ። ክብል መሊስሉ። እንታይ ክብለካ እየ እሞ ሰሌ፣ ሰባት ንፍቕሪ ከም ሓደ በሊሕ ጭማራ፣ ሕንዚ፣ እሳተ ጎመራ፣ መርዚ፣ ጸጋ፣ ገነት እናበሉ በብዝመስሎም ክትርጉሞ እየ ዝሰምዕ። ፍቕሪ ዕዉር እዩ ዝብል መግለፂ ከም ዘሎ እውን ትፈልጥ ትኸውን እዋ እሞ ፍቕሪ የለን ዲኻ ትብል ደሊኻ ዋላ ካልእ ኣለካ እንታይ መሲልካ ሰሊ ዓርቂ ሰባት ብፍቕሪ ተኣሲሮም ክነብሩ እናረኣኹሞ ከመይ ኢለ ንህላዮ ፍቕሪ ክሕተሓስበኒ ምግላፁ ጥራይ ዘፀግመኒ ዘሎ ሮሜን ጁልየትን ዘንበብኩ ሰብ ምዃነይ ትርስዕ ኣለኻ መስለኒ ኢሉ ጠሚትዎ ብሓውሲ ሕቶ ብዛዕባ ፍቕሪ ዝጀመርዎ ክትዕ ከይወድኡ ከለዉ መኣዲ ተላዒሉ። ንዝተቐድሓሎም ብርጭቆታት ኣልዒሎም ቺርስ ተበሃሂሎም። ሓሓደ ግዜ ጎርዳ ዓቢሎም ድሕሪ ምውራድ ጥላሁን ኣፉ ሓቢሱ፣ እንታይ መሲልካ ሰሌ ዓርከይ፣ ተፋቒሮም ዝጸንሑን ንዘለኣለም ዘይፈላለዩ ዝመስሉ ዝነበሩን፣ ምሳኺ ወይ ምሳኻ ሞት'ዩ ዝፈልየና ይበሃሉ ከም ዘይነበሩ፣ ድሕሪ ዝተወሰነ እዋን ዝባኖም ተወሃሂቦም ሰላም ናይ ኣምላኽ ክነፋፈጉ እርእየ ኣሎኹ። ናይዚኣቶም ፍቕሪ እኮ ንበይኑ'ዩ ክበሃል ከም ዘይጸንሐ፣ ሃንደበት ፍቕረይ ወዲኤ ተባሂሎም ክፈላለዩ'ውን ርኢኻ ወይ ሰሚዕኻ ትኸውን ኢኻ። ስለዚ ብዛዕባ ፍቕሪ ኣነጺረ ክዛረብ ዝኽእል ኣይመስለንን ዝበልኩኻ ካብ ባዶ ተበጊሰ ኣይኮንኩን። ፍቕሪ ከኣ ኣብ ነዊሕ ተመክሮ ተመርኲስካ እንተዘይኮይኑ፣ ኣብ ትምህርቲ ወይ ክልሰ-ሓሳብ ኣጽኒዕካ ትፈልጦ ግእዝ ነገር ኣይኮነን። ምኽንያቱ እቲ ብዛዕባ ፍቕሪ ዝወሃብ ልሙድ መግለጽን እቲ ብጭቡጥ ዘጋጥምን በበይኑ እዩ። ክብል ነቲ ኣርእስቲ ከም ብሓድሽ ከፊትዎ። ሰለሙን ዓይኒ ዓይኑ እናጠመተ ብጽሞና ክሰምዖ ጸኒሑ። ፍቕሪ ከም ሓደ ዓይነት ትምህርቲ ኣብ ቤት ትምህርቲ ከም ዘይወሃብ እኮ ዕረ ይፈልጥ እየ ጥላሁን። ክብል ድሕሪ ምምላስ ኣስዕብ ኣቢሉካ ናብቲ ቀንዲ ነጥቢ ክመልሰካ ግን እዞም ክትጠቕሶም ዝጸናሕካ ሰባት ምናልባሽ ሓቀኛ ወይ ሱር ዘይሰደደ ፍቕሪ ዘይነበሮም ክንሱ ንግዚኡ ብሓባር ክቕመጡ ዝተሰማምዑ ወይ ከም ዘዕሩኽ ጥራይ ዝነበሩ ክኾኑ ይኽእሉ እዮም ዝብል ርእይቶ ሂቡ። ጥላሁን ኣብ ሳንቡኡ ዝጸንሐ ትኪ ቦኸኽ ኣቢሉ ከምኡ እንተኾይኑ እሞ ንፍቕሪ ሓቀኛን ዘይሓቀኛን ኢልና ናብ ክልተ ክንክፍሎ ንኽእል ኢና ዲኻ ትብል ዘለኻ? ፍቕርና ዘለኣለማዊ እዩ። ሓቀኛ ፍቕሪ ይመውትንዩ። ፍቕርና ኣሪጉ፣ እከለ ማንታ ፍቕሪ ሒዝዎ፣ ፍቕሮም ከም ቆጽሊ ሓሪሩ ወዘተ ክበሃል ከሎኸ እንታይ ማለት ምዃኑ ምገለጽካለይዶ? ክብል ክምልሶ ብዘይክእል ሕቶታት ደብዲብዎ። ኣብ ሞንጎ ዋና ባር ጥላሁን ዝኣዘዞ ባኮ ቫይስሮይ ሒዛ ደበኽ ብምባል ኣብ ጠረጴዛ ኣንቢራትሉ ኮፍ ክትብል ዝደለየት'ያ ትመስል ነይራ። ውራይ ክትዖም ክገብሩ ምስ ተዓዘበት ግና። መጻእኩ እሺ። መጻእኩ ኢላቶም ናብ ክሽነ ገጻ ኣምሪሓ። ሰለሙን ዝባና ሂባቶ ክትወጽእ እንከላ ነተን ጽቡቕ ቅርጺ ዝነበረን ደናጉኣ ክዕዘብ ጸኒሑ። ገጹ ናብ ጥላሁን ብምዛር፣ ኣብ ፖለቲካ ጥራይ ሓያል ዝገብረካ ነይረ እሞ ኣብ ማሕበራዊ ሕቶታት እውን ቀሊል ሰብ ኣይኮንካን። ሕጂ ግን ንሕቶታትካ ጥርንፍ ኣቢላ ክምልሰልካ ጽን በል። ኣብ ዓለም ሓደ ሓቂ ጥራይ ኣሎ ዝብል ኣምር ትቕበሎ እንተኾንካ፣ ፍቕሪ እውን ዋላ ደቂ ሰብ በብዝመስሎም ይተርጉምዎ ከም ድላይካ ተሽርፎ ነገር ከም ዘይኮነ ፍለጥ። ስለዚ ፍቕሪ ክበሃል ከሎ ኣብ ህይወት ወዲ ሰብ ሓደ ግዜ ጥራይ ከም ዘጋጥም ምርዳእ የድሊ። ዘይሓቀኛ ፍቕሪ፣ ዝኣርግ ፍቕሪ፣ ግዝያዊ ፍቕሪ፣ ማንታ ፍቕሪ ሒዝዎ ወዘተ ዝበሃል ነገር የለን። ገለ ሰባት ምስ ሓንቲ ጓል ኣንስተይቲ ንሓጺር እዋን ሃነይነይ ስለ ዝበሉ ፍቕሪ ሒዙኒ ክብሉ ትሰምዕ ኢኻ። ፍቕሪ ግን ኪኖ ሃነይነይታ ዝኸይድን ሓንሳብ ዝርኣን ኮይኑ ዘለኣለማዊ እዩ ክብል ብመጠኑ ስፍሕ ዝበለ መብርሂ ሂብዎ። ግርም ሕራይ ብፍቕሪ ተኣሳሲሮም ንብዙሕ ዓመታት ንማንም ሰብ ዘቕነ ምዉቕ ሓዳር ዝመስረቱ ሃንደበት ዘተፋትሑ ሰባትከ ብኸመይ ትምልሶ ምስ በሎ ኸኣ ሰለሙን ነቲ በዳህ ሕቶ ክምልስ ንገለ ካልኢታት ድሕሪ ምሕሳብ ኣብ ፍትሕ እንተበጺሖም ደኣ ፍቕሪ ይነበሮምን ማለት እዩ እምበር ክብል መሊስሉ ርእሰ ምትእምማን ብዝጎደሎ ኩነተ እምሮ ንሱ እየ ዝብለካ ዘለኹ ሰለሙን ተፋቒሮም ተኣማሚኖም ኣብ መርዓውን በፂሖም ምስ ተፋትሖ ግን ፍቕሪ ስለ ዘይነበሮም ናይ ምስ ተፋትሑ ይበሃል ኣሎ ከምኡ እንተኾይኑ ደኣ ፍቕሪ ሓደ ህያው ነገር ኮይኑ ኣብ ሓደ ውሱን ግዜ ጀሚሩ ከከም ኩነታቱ ብደፋታ ወይ ብቐጽበት ዝምዕብል ጥጡሕ መገዲ ወይ ሩባን ኩርባን ተኸቲሉ ዝጓዓዝ ክኸውን ይኽእል። ኩሉ ግዜ ግን እቲ ብብዙሕ ጸበባን ስቓይን ዝሓልፍ ፍቕሪ ናይ ምዕዋት ዕድል ከም ዘለዎ ምስትውዓል ኣገዳሲ እዩ። ፍቕሪ ክንጭብጦ ዘይንኽእል ረቂቕ ነገር እኳ እንተኾነ ኣብ መንጎ ደቂ ሰባት ካብ ዝፍጠር ዝምድና ስለ ዝበቆል ግን ህያው እዩ። ካብ ሓደ ባህርያውን ማሕበራዊ መስርሕ ናይ ምልምማድ፣ ምትሕልላይ፣ ምቅርራብ፣ ጠባይ ንጠባይ ምውሃሃድ፣ ኮኸም ንኮኸም ምርኻብ ወዘተ ድማ በገስ። ከም ኩሉ ህያው ነገር ከኣ ብኣዝዩ ብዙሕን ረቂቕን ረቋሒታት ክጽሎ ከም ዝኽእል ግን ክፍለጥ ኣለዎ። ስኒት ምጽዋርን ኣብ ጸፍኣሉ ህሞት ከኣ ፍቕሪ ብጽልኢ ይትካእ። ብርቱዕ ፍቕሪ ብርቱዕ ጽልኢ ይፈጥር ክበሃል እውን ሰሚዕካ ትኸውን ኢኻ ሰሊ ዓርከይ። ኩሉ ግዜ እኳ እንተዘይኮነ እዚ እውን ሓቂ እዩ። ኣብ መወዳእታ ግን ኣብ ዓለም ፍጹም ዝበሃል ነገር ከም ዘየለ ክሕብረካ እፈቱ። ፍቕሪ ከም ሓደ ኣብ መንጎ ደቂ ሰብ ዝሰርጽ ማሕበራውን ባህርያውን ተርእዮ መጠን ክብታን ለጠቕታን ዘርኢ መስርሕ እምበር ሓንሳብ ምስ ስረተ ንዘልኣለም ከይተቐየረ ክጸንሕ ዝኽእል ድሩቕ ሓወልቲ ጌርካ እንተወሲድካዮ ካብ መጎት ትርሕቕ ከም ዘለኻ ትፈልጥ ኣለካ ልክዕ ከምቲ ንሰብ ቀይሕ ከደራይ፣ ጸሊም ወይ ነዊሕ፣ ሓጺር እናበልና ንፈልዮ። ንፍቕሪ ድማ ሓያል፣ ጽኑዕ፣ ግዝያዊ ብዝብል ቅጽላት ክንገልጾ ንኽእል ኢና። ፍቕሪ ክበሃል እንከሎ ተንቀሳቓስን ማዕባልን እዩ። ኮታ ፍቕሪ ናይ ባዕሉ ህይወት ዘለዎ ነገር ኮይኑ ንዘለዓለም ዝቕጽል ወይ ብዝተፈላለየ ምኽንያታት ስለ ዝጽሎ ክቑጾ ከም ዝኽእል ክርዳእካ ኣለዎ። ይህ ሰሊ ዓርገ ኣይመስለካን? ሰለሙን ብዓቕሊ ክሰምዖ ጸኒሑ፣ ትርዳእ እንተለኻ ጥላሁን ዓርከይ ሕጂ ውን ኣነ ዝብለካ ዘለኹ ክልተ ሰብ ፍቕሪ ከም ዘለዎም ክትፈልጥ እንተኾይንካ ክሳዕ ዕለተ ሞቶም ክትጽብዮም ኣለካ ካብኡ በለ ግን ኣረጋጊጽኻ ትዛረብ ኣይትኽእልን ኢኻ ኢልዎ ተስፋ ምቑራጽ ዝተሓወሶ ብዝመስል መንፈስ ኣላ ሴሊ ዓርገይ ብዛዕባ ዴሞክራሲ እኮ ኣይኮንና ንካታዕ ዘለና ሰሌ ፍቅሪ ኣብ ዝከድካ ከድካ ሓደ ትርጉም እዩ ዘለዎ ነዚ ጉዳይ ንምሕጻር ግን እዞም ትብሎም ዘለካ ሰባት ነርባዓ ዓመታት ብፍቅሪ ፉሕፉሕ ዝብል ሓዳር ጸኒሖም ሕማቅ ኣጋጣሚ ኮይኑ ኣብ መንጎኦም ግርጭት ተተፈጢሩ ፍቅሪ ነበሮም እንዲና ክንብል ዳግማይ ተዓሪቆም ካብቲ ናይ ቅድም ንላዕሊ ንኣዳም ገረሞ ዘብል ፍቅሪ እንተቀጸሉኸ እንታይ ኢኻ ክትብል ሰብ ከ ከመይ ኢሉ ይቕበለካ? ብሓፈሻ ነቲ ነገር ንምድምዳሙ ግን ፍቕሪ ፍጹም እዩ፣ ዘለኣለማዊ እዩ ወዘተ እናበልና ንፍቕሪ ከም ሓደ ድሩቕ ነገር ክንቆጽሮ ከም ዘይብልና ክፍለጥ ኣለዎ። ፍቕሪ ከም ተዓንተወ ዝበልኩኻ ከም ሓንቲ ተኽሊ ክንክን ዝደሊ ህያው ነገር እዩ። ነዚ ክትርዳእ ኣለካ። ሰሎሞን ሰዓቱ ድሕሪ ምርኣይ ነዊሕ እኳ እንተ ተኻትዑ ኣብ ናይ ሓባር ነጥቢ ክበጽሑ ከም ዘይክእል ስለ ዝተረድኦ፣ ናብ ካልእ ዘገድሶ ኣርእስቲ ክሰግር ከኣ ስለ ዝደለየ፣ ንሕትኡ ከይመለሰ፣ በቃ በቃ ተረዲኤካ ኣለኹ ጥላሁን፣ ብዛዕባ ፍቕሪ ነዊሕ ተዛሪብና ኣለና፣ ሕጂ ከኣ ናብ ካልዕ ላተሰገርና ሓይሽ። ኢሉ ዊስኪ ጎጭ ድሕሪ ምባል፣ ብዛዕባ'ዚ ናይ ብቐዳየ ፈንጂ ከመይ ከም ዝነበረ ገለ ሓበሬታ ኣለካዶ? ዝብል ሕቶ ብምቕራብ ኣንፈት ዕላሎም ቀይርዎ።